ዳናይት ይበሃል ጓል ዕስራን ሓሙሽተን ዓመት እየ ኣብ ሓንቲ ካብ ገምገም ባሕሪ ብዙሕ ዘይትርሕቕ ንእሽቶ ከተማ እየ ትነብር እዛ ንእሽቶ ከተማ ጸጥ ዝበለ ኮይና ህዱኣት ጎደናታትን ሙቸኣት ካፊተርያታትን ንርከብዋ ድምፂ ማዕበል እውን ኩሉ ግዜ ካብ ቀረባ ስማዕ ከምኡ ስለ ዝኾነት እያ ድማ ብዙሓት በጻሕቲ ዝመጽዋ። ኣነ ኣብ ጥቓ እቲ ባሕሪ ኣብ ዝርከብ ሓደ ሆቴል ከም ተቐባሊት ጋሻ ኰይነ እየ ዝሰርሕ። ንእሽቶ ገዛ ተኻርየ ቀሊልን ምቹእን ዝበሃል ህይወት እየ ዝመርሕ። ብርግጽ ገሊኦም መዓልትታት ኣሰልቸውቲ ክበሃሉ ይኽእሉ እዮም፣ ግን ህይወተይ ፈትየዮ እየ ዝነብሮ። ሒደት ናይ ቀረባ መሓዙተይን ውሕስነት ክስምዓኒ ዝገብር ስራሕን ኣለኒ። ብሰንኪ ዘሕለፍክዎም ሕማቓት ዝምድናታት በሪ ልበይ ንፍቕሪ ዕጹው እዩ። ንበይንኻ ምጽናሕ ከም ዝሓይሽ ንነብሰይ ኣእሚነ ኣለኹ። ኮይኑ ግን ሓደ ሓደ ግዜ ኣብ ህይወት ካብ ትጽቢትካ ወጻኢ ብዝኾነ ሓደ ሰብ ናብ ዓለምካ ክመጽእ ይኽእል እዩ። ክቡራት ተኸታተልቲ ኣብዚ ቻነል ሓደሽቲ ኮንኩም ፕሊስ ላይክ ግበሩ ሳብስክራይብ ግበሩ ዝተረፈ ግን ዛንታና ክንቅጽለልኩም ከም ልሙድ ኣብ ስርሐይ እንከለኹ ሓደ ካብቶም ልሙድ ኣጋይሽ ዝተፈልየ ዝመስል ሰብኣይ ናብ ሆቴል መጺኡ ክፍሊ ንኽህቦ ሓተተኒ። ክሳብ ናብ ክፍሊ ዝኣቱ ሓጊዘዮ። ከም ሰብ መጠን ምስጋና ኣቕረበለይ። እንክረኣ ከሎ ህዱእ፣ ጭዋ፣ ቁሩብ ድማ ዝደኸመ መስል። ለውሃት ዝረኣዮም ኣዒንቱ፣ ልኡም ፍሽኽታኡን ርግዕ ዝበለ ኣዘራርባ ኣለዎ። ንሱ ናብ ክፍሉ ኣትዩ ቅድሚ ምፍልላይና፣ ሚኪኤለ ከም ዝበሃል ብናይ ስራሕ መገሻ ናብዚ ከተማ ከም ዝመጸን ተዛሪብኒ'ዩ። ብጽቡቕ ከም ዝጥምተኒ ነበረ ኣስተውዒለሉ ድማ ኣነ'ውን ትርጉም ዝህብ ፍሽኽታ መሊሰሉ'የ። ንጽባሒቱ ንግሆ ሚኪኤለ ናብቲ ሎቢ ወሪዱ ናባይ መጺኡ ብዛዕባ እታ ከተማ ኣንፈት ሓተተኒ። ኣነ ድማ ዝበለጹ ቡን ኣበይ ከም ዝርከብ እቲ ጽቡቕን ጽምዋ ዝበለ ገንገን ባሕሪ ኣበይ ከም ዘሎን ኣየናይ ቤት መግቢ ብደቂ ዓዲ ዝያዳ ከም ዝፍቶን ሓበሬታ ሃብክዎ። ክዛረብ ከለኹ ናይ ብሓቂ ብጥንቃቐ ሰሚዑኒ'ዩ። እዚ ነገሩ ድማ ፈተኽዎ፣ ምኽንያቱ መብዛሕትኦም ሰባት ከምኡ ስለ ዘይገብሩ። ምኪኤለ ምሸት ምሸት ስርሑ ምስ ዛዘመ ናብ ሆቴል ንክመጽእ ቅድሚ ናብ ክፍሉ ምእታዉ ናባይ ይመጽእ'ሞ ሓጺር ነዕልል። ገለ መዓልታት ካብቲ ሆቴል ውጽእ ኢልና ኣብ ገምገም ባሕሪ ብእግርና ንኸይድ፣ ካልእ ግዜ ድማ ኣብ ጥቓ መብራህቲ ኣብ ዝርከብ መንበር ኮፍ ኢልና ነዕልል። ብዛዕባ ህይወት፣ መጽሓፍ፣ ሙዚቃን ሕልምታትና ነዕሊልና። ኣብዚ ከተማ ዘሎ ስርሑ ጸቕጢ ከም ዝገበረሉ ይነግረኒ። ኣነ ድማ ኣብዚ ዝነብሮ ህዱእ ናብራይ ነጊረዮ። ምስኡ ቅልል ኢልካ ክተዕልል ዝገብር ገለ ሓይሊ ኣለዎ። ኣብ ሰሙን ዘይትመልእ ምስኡ ምቹእነት ተሰመዐኒ። ትኹረት ከም ዝረኸብኩ ኮይኑ ተሰሚዑኒ እዩ። ሓደ ምሸት ከዋኽብቲ ወጺኤን ነቲ ዝነፍስ ህዱእ ንፋስ ነዊሕ ጸጉረይ ሓፍሓፍ እናበሎ፣ ምስ ሚኪኤለ ኢድ ንኢድ ተተሓሒዝና ኣብ ጥቓ እቲ ገምገም ባሕሪ ክንከይድ ከለና፣ ንሱ ናባይ ገጹ ብምምላስ፣ ምሳኽን ክህሉ ሓያል ሰላም እዩ ዝዓስለኒ። በለኒ። እተን ቃላት ኣብ ልበይ ሰፈራ፣ ካብ ሽዑ ምሸት'የ ይመስለኒ ንዕኡ ዝተፈልየ ስምዒት ክስምዐኒ ጀመረ። ድሕሪ ናይ ክልተ ሰሙን ጻንሒት ሚኪኤለ ካብታ ንእሽተይ ከተማ ከይዱ'ዩ። ዋላ'ኳ ብኣካል ንረሓቕ ግን ርክብና ቀጻሊ ነይሩ። መዓልታዊ ወጋሕታ ወጋሕታ መልእኽቲ ሰደለይ፣ ምሸት ምሸት ብቴለፎን ነዕልል። ዛንታታት ተኻፊልና ኢና ስሒቕና ኢና ካብቲ ዝሓሰብኩዎ ንላዕሊ ድማ ንሚኪኤለ ክናፍቖ ጀሚረ ድሕሪ ወርሒ ኣቢሉ ሚኪኤለ ተመሊሱ እንክመጽእ ኣብ ሆቴል ክፍሊ ሒዙ ኣይሓደረን ኣብ ጥቓ ወደብ ንእሽቶ ገዛ ተኻርዩ መጽየ ክሪኦ እውን ሓተተኒ ንድሕሪት ከይበልኩ ኣብ ምሸት ናብ ንእሽቶ ገዝኡ ከይደ ኣብ ክሽነ ብሓባር ድራር እናሰራሕና ሙዚቃ እናሰማዕና ሳዕሲዕና ንነዊሕ እዋን ብሓባር ከም ዝጸናሕና ኮይኑ ተሰሚዑኒ'ዩ። ዕድለኛ ከም ዝኾንኩ ተሰሚዑኒ'ዩ። ንቐጻሊ መዓልታት ገዛኡ እናኸድኩ ደስ ዝብል ምሸታት ለይትታትን ኣሕለፍኩ። ሓደ ምሸት ከም ልማዱ ኣብ ሶፋ ኮፍ ኢልና ሻሂ እናሰተና ክንስሕቕ ጸኒሕና ሃንደበት ኣብ መንጎና ስቕታ ሰፈነ። ንዓይ ዘፍርሕ ስቕታ፣ ሚኪኤለ ብሓይሊ ናይ ጭንቀት ዝመስል ትንፋስ ኣውጺኡ፣ ዳናይት፣ ሓደ ነገር ብዛዕባይ ክነግረኪ ኣለኒ፣ በለ። ኣነ ሃንደበት ፍርሒ ወረረኒ። ክጥምቶ ልበይ ብሓይሊ ክትሃርም ጀመረት። ፍተው ጽልኢ ክሕስወኪ ኣይደልን'የ። ኣነ ሓዳር ኣለኒ። ኢሉ ሚኪኤለ ናብ ባይታ እናጠመተ። ክልተ ቖልዑ እውን ኣለዉኒ። በለኒ ደጊሙ። ኣካላተይ በረድ ኮይኑ። ክዛረብ ኣይከኣልኩን፣ ናብ ካልእ ሸነኽ ጠመትኩ። ሚኪኤለ ክዛረብ ቀጸለ። ክሓብኦ'ዩ ደለኹን። እወ፣ ምስ ከማኺ ዝበለት ጽብቕቲ ክራኸብ ኣብ ትጽቢተይ ኣይነበረን። እመንኒ ድማ፣ እቲ ሓዳረይ ጥዑይ ኣይኮነን። ምስ ሰበይተይ ኣብ ሓደ ገዛ ኢና ንነብር። ግን ክንዲ እቲ ፍቕሪ የብልናን ነቶም ቆልዑ ኢለ እየ ምሳኣ ዝነብር ዘለኹ እዚ ጥራይ እዩ በለ ድምፁ ኣትሕት ኣቢሉ እንክዛረብ ከም ዝሓዘነ መሲሉ ተሰምዐኒ ኣነ ሓሳበተይ ምእካብ ሓርቢትኒ ወላ ሓንቲ ክብል ኣይከኣልኩን ተንሲኤ ናብ ደገ ወፃእኹ ኣብ ደገ ዝሑል ኣየር ተቐበለኒ ብኸይ ብኸይ ድማ መጽኣኒ። ምኪኤለ ደድሕረይ ወጺኡ። ድሕሪ ሕጂ ክትርእየኒ ከም ዘይትደልዪ ይርድእኒ እዩ። በለኒ ርእሰይ ብሓዘን እናነቕነቕኩ ሓንቲ ከይበልኩ ናብ ገዛይ ኣምራሕኩ። ማዕበል እቲ ባሕሪ ድማ ጨፋዕ ጨፋዕ እንዳበለ ስማዕ ነበረ። ኣብታ ምሸት ርእሰይ ብእልቢ ዘይብሎም ሕቶታት ተመሊኡ ክድቅስ ኣይከኣልኩን። ስለምንታይ ኣብ ፈለማ ዘይነገረኒ? ስለምንታይ ዘጋጥምኒ በልኩ። ብኻልእ ገፅ ድማ ፍቕሪ ዝተመልአ ኣጠማምትኡ ዘከርኩ። እቲ ልኡም ዘረባኡ እውን ትዝ በለኒ። እቲ ውሕስነት ክስመዐኒ ዝገበሮ ኣገባብ ሓሰብኩ። ኩሉ ሕውስውስ በለኒ። ክሓርቕ ይደሊ ግን ድማ ይናፍቖ። ንፅባሒቱ ወጋሕታ ሚኪኤለ ይቕረታ ግን ናፊቐኪ ዝብል መልእኽቲ ሰዲድለይ እዩ ግን ኣይመለስኩሉን። ንመዓልታት ኣብ ዝተደናገረ ስምዒት ከም ዝጠሓልኩ ኮይኑ ተሰመዐኒ። ኣብ ስርሐይ ከድህብ ኣይከኣልኩን። ምንም ዝበጽሓኒ መልእኽቲ ከም ዘየሎ እናፈለጥኩ ቴለፎነይ ብቐጻሊ ፍትሻ። ልበይን ኣእምሮይን ከተዓርቖም ኣይከኣልኩን። ንነብሰይ ረሲዕዮ ኢለ ከእምና ፈቲነ፣ ግን ቀሊል ኣይኮነን። ክገብሮ ኣይከኣልኩን። ድሕሪ ሰሙን ኣብ ጥቓ ገምገም ባሕሪ ንምኪኤለ ርእየዮ። እንደገና ተራኺብና ድማ ተዘራረብና። ኣነ ከም ዝተጎዳእኹን ውሽማ ኮይነ ምስኡ ክዘውር ከም ዘይፈቱን ነገርኩዎ። ሚኪኤለ፣ ይርድኣኒ'ዩ፣ በለ ንዕኡ ይቕረታ ክሓተሉ ኣይፈተነን። ይሓስበልኪ'የ ጥራይ ኢሉ። ብድሕር'ዚ ምስኡ ጸኒሐ። ይፈልጥ'የ ውሳኔ ጌጋ ምዃኑ፣ ብዙሓት ሰባት ሕማቕ ምርጫ ከም ዝብሉ እፈልጥ'የ፣ እታ ካልእ ዝተኣከበት ሰበይቲ ከም ዝኾንኩ እፈልጥ'የ። ካልእ ከም ውሽማ ዝተኣከበት ሰበይቲ ከም ዝኾንኩ እፈልጥ እየ፣ ግን ኣብቲ ግዜ እቲ ክኣምኖ ደልየ። እዚ ግዝያዊ ምዃኑ ኣሚነ ምናልባት ሓደ መዓልቲ ንሰበይቱ ክገድፋ ከም ዝኽእል፣ ንዓይ ክመርጸኒ ከም ዝኽእል ተስፋ ገይረ። ስለዚ ብሕቡእ ውሽማ ኮይነ ምስኡ ቀጸልና። ጠቕሊለ ናብቲ ሚኪኤለ ዝተኻረየ ገዛ ኣትየ እየ፣ ኣብ ወርሒ ሓደ ወይ ክልተ ግዜ ሚኪኤለ ናብዛ ንእሽቶ ከተማ መጺኡ። ካብ ስራሕ ድሕሪ ምፍዳሰይ እናበረርኩ ናብኡ ይኸይድ። ብሓባር ንበልዕ፣ ነዕልል፣ ሓድሓደ ግዜ ናይ ቀደም ፊልምታት ንርኢ፣ ወይ ስቕ ኢልና ጥራይ ኮፍ ንብል ኔርና። ፍቕርና ናይ ብሓቂ ኮይኑ ይስምዓኒ፣ ግን ከኣ ከም ኣብ ዝኾነ እዋን ክውዳእ ዝኽእል ቀጻልነት ዘይብሉ ምቁር ሕልሚ፣ እውን ይመስለኒ ብሓባር ወፂና ኣብ ኣዳባባይ ኢድኒኢድ ተታሓሒዝና ክንከይድ ኣይንኽእልን ኢና ናይ ሓባር ስእሊ የለን ቆፀራታት የለን ናይ ሓባር መፃኢ መደባት የለን ርክብና ኣብቲ ፅምው ዝበለት ንእሽቶ ገዛ ጥራይ ዝተዓፅወ እዩ ግን ኣብተን ህሞታት እቲኤን ፍሉይ ስምዒት ከም ዝስምዕኒ እዩ ዝገብረኒ ሚኪኤለ ፅን ኢሉ ይሰምዓኒ ዝበልክዎ ደቀቕቲ ነገራት ኣይርስዖን መግቢ ክሰርሕ ይሕግዘኒ፣ የስሕቐኒ፣ ሓደ እዋን ዝጠቐስኩዎም መጻሕፍቲ ገዚኡ የምጽእለይ፣ ከም ዝተፈቐርኩን ከም ዝፍቀርን ክስምዐኒ እገብር። ሕጂ እውን ውሽጠይ ነቲ ሓቂ ይፈልጦ እዩ፣ ኣነ ቀዳመይቲ ምርጭኡ ከም ዘይኮንኩ፣ ኣካል ናይቲ ሓቀኛ ህይወቱ ከም ዘይኮንኩ። ኣነ ኣብ ጎኒ ዘሎ ነገር ጸገም ዘይብሉ ቀሊል ነገር ምዃነይ ግን ገዲፈዮ ኣይከድኩን። ንምንታይ? ስለ ዝኣምኖን ስለ ዘፍቅሮን ወይ እውን እተን ምስኡ ዘሕለፍኩወን ለይትታት ዝኾነ ዝተሓዝ ነገር ስለ ዝሃበኒ በይነይ ምዃን ስለ ዘፍረሐኒ ዋላ እውን ንጎዳእ እቲ ዘለኹዎ ካብ ጥራይካ ምዃን ካብ ብሕታውነት ይሓይሽ ብምባል ምስኡ እቕጽል። ግን ግዜ ብዝኸደ ቀስ ብቐስ ኣብ ውሽጠይ ነገራት ክቕየሩ ጀመሩ። ከምቲ ናይ ቀደም ፍሽኽ ኣይብልን። ካብቲ ዝግበኣኒ ንላዕሊ መልእኽትታት ተጸባዪት ኰይነ፣ መደባተይ ኣብ ዙርያ ንሱ ዝመጽኣሉ መዓልትታት እየ ገይረዮ። ንመሓዙተይ ረሲዐዮም፣ ኵሉ ግዜ ንሱ ክድውል እናተጸበኹ ኣብ ገዛ ይጽበ። ዓለመይ እናነኣሰት እናጸበበት እያ ከይዳ፣ ምስኡ ጥራይ በቃ። ካብ ኩሉ ርሒቐ ሓደ ሓደ ግዜ ኣብ ገምገም ባሕሪ ደው ኢለ ምስ ነብሰይ እዚ ፍቕሪ ድዩ ወይስ በቃ ገዛእ ርእሰይ ምርዳእ ስኢነ ኣለኹ ይብል ጽንሒ ምናልባት ሓደ መዓልቲ ነገራት ክቀየር ይኽእል ይብል ሕቶታት ደው ኣየብልን ኣብ ኣእምሮይ እናዓበየ ይኸዱ እናተባሳጨኹ ሓደ ግዜ ነገቲቭ ሓደ ግዜ ፖዚቲቭ ፍርሒ ስምዐኒ ኣብቲ ጽሙ ዝበለት ዓለም ንምኪኤለ እናተጸበኹ እጸንሕ። ግን ኩሉ ግዜ ምጽባይ ድኻም ኮይኑ ክስምዐኒ ጀሚሩ እዩ። ኣብ ኣካላተይ ጥራይ ዘይኮነስ ኣብ ልበይ ይስምዐኒ። ኩሉ ግዜ ኣብ ትጽቢት እየ። መልእኽቲ ይጽበ፣ ንሱ ዝመጸሉ መዓልቲ ይጽበ። ኣብ ሓደ እዋን ንገለ ሰዓታት ወይ መዓልታት ጥራይ ናተይ ንዝኸውን ፍቕሪ ይጽበ። ምኪኤለ ኣብ ቀዳመ ሰናብቲ ይመጽእ። ኣብታ ኣብ ጥቓ ወደብ እትርከብ ንእሽቶ ገዛ ተዓጺና ንጸንሕ። ነዕልል። ንሓድሕድና እናተሓጋገዝና ነብስል። መዓልቲ ኣኺሉ ምስ ከደ፣ እቲ ገዛ ቁርን ባዶን ኰይኑ ይስምዓኒ። ኔው ነጀው ጠሚተ ንብረተይ ጥራይ የርኢ። ዝዀነ ናቱ ነገር ክዳውንቲ ወይ ስእሊ። ገዲፉ ኣይፈልጥን። ኣብዚ ከም ዝነብር ዝሕብር ኣሰር ምልክት የብሉን። ንሱ ክልተ ህይወት ከም ዝነብር እዩ ነይሩ፣ ግን ካብኣተን ኣብ ሓንቲ ኣነ ከም ዘየለኹ ይፍለጠኒ። ፍቕሪ ግዜ ከም ዝወስድ ንነብሰይ ክነግራ ይፍትን። ብዛዕባይ ከም ዝግደስ ይኣምን እየ፣ ግን ክሳብ ሕጂ ናብ ሰበይቱ፣ ናብ ደቁ፣ ናብቲ ኣነ ዘይርከበሉ ህይወት ይምለስ እዩ። ኣነ ድማ ክሓስብ ጀመርኩ፣ ስለምንታይ'የ ስለምንታይ'የ ሓንቲ ምርጫ ከም ዝተዋህብኒ ከምዚ ክኸውን ስቕ ኢለ ዝርኢ ዘለኹ እብል። ግን መልሲ ኣይረኽበሉን። ሚኪኤለ ድሕሪ ምኻዱ ሓንቲ ምሸት ኣብ ጥቓ ፍንስትራ ኮፍ ኢለ ዝናብ ክሃርም እናተዓዘብኩ፣ ኣብ ህይወተይ እንታይ'የ ዝገብር ዘለኹ? ኢለ ንነብሰይ ሓተትክዋ። ነቲ ምሉእ ልቡ ክህበኒ ዘይክእል ሰብ ኣዝየ ኣፍቂረዮ ኣለኹ። ኩሉ ግዜ ንዕኡ ካልኣይቲ ምርጫየ። ግን እኮ ኣነ እውን ሕልሚ ኣለኒ እዩ፣ ገዛ፣ ውላድ፣ መዓልታዊ ዝመርጸኒ ሰብኣይ። ኣብ ክንድኡ ግን ባዶ ክፍልታትን ድምጺ ኣልቦ ለይትን ጥራይ ሒዘ ኣለኹ ይብል። ነዚ ሕቶ ግን መልሲ እውን ኣይረኽበሉን። ካብዚ ንላዕሊ ከም ዝግበኣኒ ኮይኑ ክስምዐኒ ጀሚሩ እዩ፣ ግን ከኣ ይፈርሕ። ክስእኖ ኣይደለኹን፣ ጽምዋ ክስምዐኒ ኣይደለኹን፣ ገለ ክፋል ህይወተይ ክቕየር ተስፋ እገብር። ሓደ መዓልቲ ናባይ መጺኡ፣ ሕጂ ጠቕሊለ ወጺኤ ኣብዚ ንዓኺ ጥራይ ኣለኹ ክብለኒ፣ ግን እቲ መዓልቲ ፈጺማ ኣይመጸትን፣ ፈጺማ እውን ብሕጂ ትመጽእ ኣይትመስልን። እዚ ተስፋ ምስ ቆረጽኩ ዝብሎ ዘረባ እዩ። ሓሳብ ኣብዚሐ ኩሉ ምሉ ሕርብትብት እንክብለኒ፣ ሉል ንትበሃል መሓዛይ እንታይ ከም ዝስምዓኒ ድኻም፣ ሓዘንን ድንግርግርን ነገርክዋ። ምስ ምኪኤለ ዘለኒ ርክብ ትፈልጥ ጸኒሓ'ያ። ሉል ከምዚ በለትኒ። ቀዳመይቲ ምርጫ ክትኮኒ ይግበኣኪ'ዩ። ንዓኺ ብምፍቃሩ ምስ ዝሕበን ሰብ ክትኮኒ ኣለኪ። ኣብ ብርሃን መዓልቲ ምሳኺ ምስ ዝኸይድ ሰብ እምበር ኣብ ጸልማት ጥራይ ምሳኺ ዝሕባእ ሰብ ክትኮኒ ኣይብልክን። በለትኒ። ክሳብ ክንደይ ባህርያተይ ከም ዝተቐየርኩ ከስተብህል ጀሚረ። ከም ቀደመይ ኣይስሕቕን፣ ኣይወጽእን፣ ኩሉ ግዜ ቴለፎነይ ይምርምር። ዝፈትዎም ነገራት ምግባር ከም ኣብ ጥቓ ሓዊ ኮይንካ ምንባብ፣ ኣብቲ ገንገን ባሕሪ ናይ እግሪ ጉዕዞ ምግባር፣ ምስ ኣዕሩኽተይ ድራር ምብላዕ ዝኣመሰሉ ኣቋሪጸዮም'የ ምስ ሚኪኤለ ካብ ዝላለ። ዓለመይ ጸባብን ሕጽርትን ክትከውን ዝፈቐድኩ ባዕለይ'የ። ሓደ ምሸት ሚኪኤለ ተመሊሱ መጺኡ። ምንም ከም ዘይተፈጥረ ከም ቀደም ፍሽኽ ኢሉ ግንባረይ ስዒሙ ዕንበባ ሃበኒ። ኣነ ግን ትም ምስ በልኩ'የ። ኣብ ሶፋ ብጎነይ ኮፍ ኢሉ እንታይ ዝተፈጥረ ጸገም ኣሎ ድዩ? ኢሉ ሓተተኒ። ከምዚ ኢለ ክቕጽል ዝኽእል ኣይመስለንን ሚኪ። በልክዎ። ስለምንታይ ኣብ ሕጂ በጺሕኺ ከምዚ ሓሲብኪ? በለኒ ዝተገረመ መስል። ምኽንያቱ ናይ ገዛእ ርእሰይ ህይወት ከም ዘይነብር ዘለኹ ኮይኑ እዩ ዝስምዐኒ ዘሎ። ምስ ጽላለትካ እየ ዝነብር ዘለኹ። ኩሉ ግዜ ኣብ ትጽቢተይ ክትድውል ይጽበ። ትመጸሉ መዓልቲ ይጽበ። ቃላትካ ይጽበ። ሚኪኤለ፣ ኣነ ካብዚ ንላዕሊ እየ ዝደሊ። ካብዚ ንላዕሊ የድልየኒ ኣሎ። በልክዎ። ሚኪኤለ ንዝተወሰነ ግዜ ዋላ ሓንቲ ኣይተዛረበን። ጽንሕ ኢሉ፣ ከም ዘፍቅረኪ ትፈልጢ እንዲኺ? በለ። እሞ ንምንታይ ደኣ ምርጫኻ ዘይከውን? ንምንታይ ደኣ ኣብዚ ምሳይ ጥራይ ዘይትኸውን? ኢለ ሓተትክዎ። ሚኪኤለ ኣርሒቑ እናጠመተ፣ ክሳብ ክንድኡ ቀሊል ኣይኮነን ዳናይት። ቆልዑ ስድራ ቤት ኣለዉኒ። ኣነ ከ እንታይ ከ ብሕቡእ ትእክበኒ ካልኣይቲ ውሽማኻ ወይ ሰበይትኻ ጥራይ ድየ? በልክዎ። ምኪኤለይ መለሰን ሰላሕ ኢሉ ናብ መደቀሲ ክፍሊ ኣተወ። ንሱ እንክኸይድ ኣነ ንበይነይ ኮፍ ኢለ ኣብ መወዳእታ እቲ ሓቂ ስለ ዝረኣኹ ነባዕኹ። ንዓይ ኢሉ ንስድርኡን ደቁን ክገድፍ ኣይከኣለን። ንጽባሒቱ ምኪኤለ ተመሊሱ ከይዱ'ዩ። ድሕሪ ምኻዱ መልእኽቲ ኣይሰደድኩሉን። ዋላ እውን ኣይደወልኩን። ምስ ነብሰይ ንኽዛተን ንኽሓስብን ግዜ የድልየኒ ነይሩ። ንግሆ ንግሆ ቅድሚ ስራሕ ምእታወይ ኣብ ገምገም ባሕሪ እኸይድ። እቲ ንፋስ ገጸይ ይድህስሰኒ፣ ነቲ ማዕበል እናተዓዘብኩ ድማ ብዛዕባ ህይወተይ ይሓስብ። እንታይ'የ ዝደሊ? እንታይ'ኸ ዘሐጕሰኒ? ኢለ ንነብሰይ ይሓታ። እቲ ናይ ቀደም ኣነ ተዘክረኒ፣ እቲ ነዊሕ ናይ እግሪ ጕዕዞ ትጓዓዝ፣ ምስ መሓዙታ ቡን ትሰቲ፣ ኣብ ጥቓ ሓዊ ኰይና መጻሕፍቲ ምንባብ ትፈቱ ዝነበረት ናይ ትማሊ ኣነ ናፊቐያ። ብዛዕባ ፍቕሪ'ውን እሓስብ። ሓቀኛ ፍቕሪ እንታይ ይመስል? ከም ኣነ ዕምበባን ስዕመትን ጥራይ ኣይኮነን ሓቀኛ ፍቕሪ። ኣብ ኣደባባይ ብዘይ ሕብእብእቶ ብሓደ ደው ብምባልን ብዘይ ፍርሒ ሓሳብካ ምዝራብን እዩ ሓቀኛ ፍቕሪ። ምስ ምኪኤለ ዘለኒ ፍቕሪ ከምኡ ኣይኮነን። ኣቋሪጸዮ ንዝነበርኩ ምሸት ምሸት ኣብ ደፍተረይ ሓጸርቲ ሓሳባት ስምዒታትን ምጽሓፍ ጀሚረዮ። እንታይ ከም ዝደሊ ንኽርዳእ ሓጊዙኒ እዩ። ነፍሲ ወከፍ ብጽሑፍ ዝመላእኽዎ ገጻት ደጊመን ከንብቦ ድማ ብውሑድ ሓያል ክኸውን እገብረኒ። ሚኪኤለ ክሳብ ሕጂ መልእኽቲ ምስዳድ ኣየቋረጸን። ናፊቐኪ ደናይት ብዝሓዕባኺ'የ ዝሓስብ ዘለኹ ናፊቐኪ ደናይት ብዛዕባኺ'የ ዝሓስብ ዘለኹ ክርእየኪ ይደሊ'የ ይብል ግን ኣነ ኣይምልሰሉን። ጌና ምስ ነብሰይ ብዙሕ ግዜ የድልየኒ ነይሩ። ድሕሪ ሓደ ሰሙን ሚኪኤለ ኣፍደገ ገዛይ እናኳሕኮሐ በሪ ከፊተ እንክሪኦ ገሪምኒዩ። ክርእየኪ ብጣዕሚ ደልየ ናፊቐኪ በለ ሚኪኤለ ንክኣቱ ፈቐድኩሉ። ፊት ንፊት ኮፍ ምስ በልና ዘይኣመልኪ እኮ ሱቕ ኢልክኒ ደናይት መልሲ ኣይሃብክንን በለ ሚኪኤለ ልዝብ ኢሉ። ንበይነይ ክሓስብ ግዜ የድልይኒ ነይሩ። በልክዎ። ብዛዕባና? በለ ሚኪኤለ ተገሪሙ። እወ ብዛዕባና፣ ብዛዕባይ፣ ብዛዕባ ኩሉ። እሞ እንታይ ሓሲብኪ ደኣ? ብዛዕባ ትጽቢተይ፣ ብዛዕባ ካልኣይቲ ምዃነይ፣ ብዛዕባ ቀዳመይቲ ምርጫ ዘይምዃነይ፣ ብዛዕባ ውሽማ ምዃነይ፣ ብዛዕባ ነብሰይ ምስኣን ከመይ ከም ዝስምዓኒ ምስ ነገርክዎ፣ ቅጽል ኣቢለ ግን ድሕሪ ሕጂ እዚ ክቕጽል ኣይፈቅድን እየ። ምኪኤለ ወይ የፍቅረካ እየ ግን ሓቀኛ ሂወት የድልየኒ ኣሎ ፍርቁ ጥራይ ዘይኮነስ ምስ ኩሉ ልቡን ሙሉእ ሂወትን ክህበኒ ዝክእል ሰብ ክከውን እየ ዝደሊ በልክዎ ምኪኤለ ዝሓዘነ መስል ክገድፎም ኣይክእልን እየ ድናይት ሓሲበዮ እኮ ነይረ እየ ግን ኣብ ልዕሊ ደቀይ ከምኡ ክገብር ኣይክእልን እየ በለኒ ብርእሰ ተኣማምነት ብምስምማዕ ርእሰይ ነቅነቅኩ እዚ ናይ መወዳእታና ምኳኑ ተረዲእኒ እዩ ሰላም ክትረክብ ተስፋ ይገብር በልክዎ። ክልቴና ሰላም ክንረክብ ተስፋ ገብር ኢሉ ተንሲኡ ኣብ ኮፍ ዝበልኩሉ ሓቝፍኒ ይቕረታ ዳናይት ኢሉ ሕሹኽ በለ። ብድሕሪ'ዚ ወጺኡ ከደ። ሽዑ ምሸት መሊሰ ነባዕኩ። ግን ብኽያተይ ዝተፈልየ ኮይኑ ተሰሚዑኒ። ልክዕ ከም ንነዊሕ ግዜ ተዓፊንካ ድሕሪ ምጽናሕ ክተስተንፍስ ዝስምዕካ ከምኡ ቅልል ክብለኒ ተፈለጠኒ። ንጽባሒቱ ንግሆ ናብ ባሕሪ ወሪደ ነቲ ማዕበል እናተዓዘብኩ ነዊሕ እዋን ደው ኢለና ጸናሕኩ። እቲ ሰማይ ንጹር ኮይኑ ንፋስ ድማ ህዱእ ነይሩ። ንኣዋርሕ ዘይተሰምዓኒ ህድኣት ተሰምዐኒ። እወ ሕውየት ግዜ ከም ዝወስድ እፈልጥ እየ፣ እንተኾነ ግን እቲ ቀዳማይ ስጉምቲ ከም ዝወሰድኩ እውን ተረዲኤ ኣለኹ። ድሕሪ ነዊሕ ግዜ ንመጀመርታ ግዜ መልእኽተይ ተጸብኹን ቴለፎነይ ኣይፈተሽኩን። በቃ ምስ ነብሰይ'የ ኮይነ ንሕጂ ድማ እዚ እኹል እዩ ንምኪኤለ ምስ ተፋነኹ ኣዋርሕ ሓሊፉ እዩ ኣብ መጀመርታ ንምኪኤለ ናፊቀዮ መዓልታት ነዊሕን ከቢድን ኮይኑ ይስምዐኒ ነይሩ ፍሽኽትኡ ዘቀባጥረለይ ዝነበረ ኣገባብ ንማቆሎ ዝነበርና ናእሽቱ ነገራት ናፊቀ ገለ ንግሆታት ክድውለሉ ደልየ ነይረ። ገለ ለይቲ ልዙብ ድምጺ እናዘከርኩ መተርኣሰይ ሓቚፈ ኣብ ዓራት ኮፍ ኢለ ይበኪ ነይረ። ግን ሳላ ነብሰይ ምግሳጽ ቀስ ብቐስ ነገራት ክቕየሩ ጀሚሮም እዮም። ከም ቀደመይ ምስ ኣዕሩኽተይ ዝያዳ ግዜ ከሕልፍ ጀሚረ እየ። ሉል መሓዛይ ኣብ ነፍሲ ወከፍ ቀዳም ኣሰናብቲ ቡን ክሰቲ ትዕድመኒ፣ ብሓባር ድማ ናይ ልብና ነዕልል። ናብቲ ሓደ እዋን ዘስተማቕሮ ዝነበርኩ ነገራት እውን ተመሊሰ እንደገና ከንብብ ጀሚረ። ኣጋ ምሸት ኣብ ገምገም ባሕሪ ከይደ ጸሓይ ክትዓርብ ከላ ዕዘባ። ድምጺ ማዕበል እሰምዕ፣ እቲ ባሕሪ ህድኣት ከም ዝስምዓኒ፣ ህይወት ንቕድሚት ከም እትስጉም ክዝክር ይገብረኒ እዩ። ኣብ ነፍሲ ወከፍ ሰሙን ብዛዕባ ሓሳባተይን ሕልመይን ገለ ገጻት ምጽሓፍ ቀጺለ እየ። ምጽሓፍን ጽቡቕ ክስምዓንን ንኽሓዊ ይሕግዘኒ እዩ። ኣብ ነፍሲ ወከፍ ጽሑፍ ዘለኒ ዝንባለ ከዕቢ ስለ ዝደለኹ ድማ ኣብ ናይ ስነ ጥበብ ኮለጅ ተመዝጊበ ኮርስ ክወስድ ጀመርኩ። እቲ ክፍሊ ኣብ ቀዳመ ሰናብቲ ምሸት ምሸት እዩ ዝውሰድ ነይሩ። ሓደ ምሸት ድሕሪ ክፍሊ ናብ ገዛይ ብእግረይ እናኸድኩ ኣብ ጥቓ እቲ ኩርናዕ ኣብ ዝርከብ ድኳን መጻሕፍቲ ኣልጊሰ መጽሓፍ ገዚኤ። መንገደይ እንክቕጽል ሓደ ወዲ ጸዊዑ ደው ኣበለኒ። ገጹ ዝፈልጦ መሲሉኒ'ዩ፣ ግን ቅድሚ ሕጂ ኣበይ ከም ዝረኣኹዎ ክዝክሮ ኣይከኣልኩን። እቲ ወዲ ናባይ ምስ ቀረበ፣ ሰላም፣ ኣብ ናይ ስነ-ጽሑፍ ክፍሊ ኣለኻ ሓቀይ? በለኒ። ርእሰይ ብምንቕናቕ፣ እወ፣ ኣይተጋገኻን፣ ኣብ ዝሓለፈ ሰሙን'የ ጀሚረ፣ በልኩ። ንሱ ድማ፣ ካሕሳይ ይበሃል፣ ብሓደ ኢና ንመሃር፣ ኢሉኒ፣ ናተይ ሽም'ውን ነጊረዮ ክሳብ ዝኾነ ርሕቐት እናኸድና ንገለ ደቓይቕ ኣዕለልና። ዕላልና ፍሉይ ኣይነበረን፣ ብዛዕባ ትምህርትን ብዛዕባ መጻሕፍቲ ብዛዕባ እቲ ዝሑል ኩነታት ኣየርን እዩ ነይሩ። ኣብቲ ዝቐጸለት ሰሙን ካሕሳይ ኣብ ክፍሊ ኣብ ጥቓይ ኮፍ በለ። ድሕሪ ክፍሊ ብሓባር ናብቲ ኣብ ስግር ጽርግያ ዝርከብ ካፈ ከድና። ሕጂ እውን ብዛዕባ ቀለልቲ ነገራት ጥራይ ኣዕሊልና፣ ብዛዕባ ስድራ ቤት፣ ስራሕ፣ ንፈትዎ መግቢ፣ ሕያዋይ እውን ኣዝዩ ጽን ኢሉ ዝሰምዕ እዩ። ክዛረብ ከለኹ ድማ ኣብ ኣዒንተይ ይጥምት። ግን ኣነ ኣይርበሽን፣ እኳ ደኣስ ህድኣት እዩ ዝስምዐኒ። ምስ ካሕሳይ ድሕሪ ክላስ ዝያዳ ክንራኸብ ቀጸልና። ሓደ ሓደ ግዜ ቡን ንሰቲ፣ ሓደ ሓደ ግዜ ድማ ሓጺር ናይ እግሪ ጉዕዞ ንወስድ ጥራይ። ብዛዕባ ሕሉፍ ህይወተይ ሓቲትኒ ኣይፈልጥን። ሓደ ኣጋምሸት ኣብ ጥቓ ገምገም ባሕሪ ካብ ዕንጨይቲ ኣብቲ ዝተሰርሐ መንበር ኮፍ ኢልና፣ እቲ ንፋስ ዝሑል ኮይኑ ሰማይ ድማ ኣራንሺ መልክዕ መሲሉ ነይሩ። ኣነ ናብኡ ጠሚተ፣ ገለ ብዛዕባይ ክነግረካ ይኽእል ድየ? በልክዎ። ትኽክል ኢኺ፣ በለኒ። ቅድሚ ሕጂ ምስ ሓዳር ዝነበሮ ወዲ ርክብ ጀሚረ ነይረ፣ የፍቅሮ ነይረ ግን ንዕኡ ኩሉ ግዜ ውሽምኡ እየ ነይረ ድሕሪ ሕጂ ኮምኡ ዓይነት ፍቅሪ ኣይደልን በልክዎ ካሕሳይ ንሓጺር እዋን ስቅ ኢሉ ጸኒሑ ተዛረበ ስለ ዝነገርክኒ የቀንየለይ ንስኪ ተባዕ ትመስልኒ ዝሓሸ ድማ ይግበእኪ እዩ ኢሉ። ሰሙናት ናብ ኣዋርሕ ተቐየረ። ኣነን ካሕሳይን ዝያዳ ብሓባር ግዜ ነሕልፍ ኔርና። እህዊኽኒ ወይ ካብቲ ክህቦ ዝኽእል ንላዕሊ ሓቲትኒ ኣይፈልጥን። ዝያዳ ፍሽኽ ክብል ጀሚረ'የ። ብዘይ ቃንዛ ይስሕቕ። ናጻ ከም ዝኾንኩ ይስምዓኒ። ሓደ መዓልቲ ኣብ መስትያት ደው ኢለ እታ ንነዊሕ እዋን ዘይረኣኹዋ ኣነ ረኣኹዋ። እታ መልእኽቲ ትጽበ ዝነበረት ሓዘንተኛ ጓል ኣይኮነትን። እታ ብለይቲ በይና ዝበኸየት ሰበይቲ ኣይኮነትን፣ እታ ሓያልን ለዋህን ደናይት እያ ነይራ። ካሕሳይ ቀስ ብቐስ ኣካል ህይወተይ ኮይኑ እዩ። ክእርመኒ ኣይፍትንን፣ በቃ ኣብ ጎነይ እዩ ዝኸውን። በቲ ስቕ ዝበለ ኣገባብ ድማ ሓቀኛ ፍቕሪ እንታይ ከም ዝመስል ኣርእይኒ እዩ። ሓደ ኣጋ ምሸት ኣብቲ መናፈሻ ኮፍ ኢልና ቆልዑ ይጻወቱ ነይሮም። ስድራ ቤት ክትምስርትስ ሓሲብካ ትፈልጥ ዶ? ኢለ ሓተትክዎ። እወ ሓደ መዓልቲ ምስታ ትኽክለኛ ሰብ፣ በለኒ ካሕሳይ ፍሽኽ ኢለ። ኣነ'ውን በልክዎ ኣብ ክልቴና ፍቕሪ ከም ዘሎ ንምፍላጥ ካብዚ ንላዕሊ ምዝራብ ኣየድልየንን ነይሩ። ፍቕሪ ከም ዘይጓዳእ ሕጂ ኣረጋጊጸ። ፍቕሪ ሕቡእ ወይ መሕመሚ ክኸውን የብሉን፣ ኣብ ፍቕሪ ውሕስነት ክስምዐካ ግባእ። ንድሕሪት ተመሊሰ ክጥምት በቱ ሕሉፍ ታሪኽ ኣይጠዓስን እየ። ኣገዳሲ ትምህርቲ ምሂርኒ ሓሊፉ። ብዘይ ምክብባር ፍቕሪ እኹል ከም ዘይኮነ ተማሂረ። ክመርጸካ ዘይክእል ሰብ ምጽባይ ቃንዛ ጥራይ ከም ዘምጽእ ተማሂረ። ሰላም ኣብ ውሽጥኻ ከም ትርከብ እምበር ካልእ ሰብ ክህበካ ከም ዘይክእል ተማሂረ። ሕጂ ድማ ሰላም ኣለኒ፣ ተስፋ ኣለኒ፣ ፍቕሪ ኣለኒ። ካብ ዝሓብእኒ ሰብ ዘይኮነስ ካብ ኣብ ጎነይ ብግልጺ ዝኸይድ ሰብ። ሎሚ ሓደ ሰብ ዘሕለፍኩዎ ታሪኽ ዋጋ ኣለዎዶ ኢሉ እንተ ዝሓተኒ እወ ምበልኩዎ። ምኽንያቱ በቲ ኩሉ ሓዘን ንነብሰይ ረኺበያ። ንነብሰይ ኣብ ምእላሽ ከለኹ ድማ ንሓድሽ ዓይነት ፍቕሪ ማዕጾ ከፈይተ። እቲ ዝበለጸ ብሓቂ ዝግበኣኒ ፍቕሪ ድማ ረኺበ። ተፈጸመ። ኩቡራት ተኸታተልቲ ዛንታ ደናይት ነዚ መስል ኔሩ ኣበይ ሃገር ኩንኩም ትከታተልዎ ኣለኹም ኣብ ቦታ ኮመንት ግደፉልና ብዝተረፈ ግን ሓንቲ ላይክ ሓንቲ ሳብስክራይብ ናትኩም ንዓና ሓጋዚት ስለ ዝኾነት ንመደብና ንኽነዕብዮ ትሕግዘና ስለ ዝኾነት ፕሊስ

ሓንቲ ዓባይ ወርሒ ብዙሓት ከዋኽብቲ ጽረ ናይ ጸላም መብራት ናይ ለይቲ ሽፋን ዓይኒ ቐንጢጦም ዝውግዱን ጸልማት ወርሕን ከዋኽብትን ናይ ጠፈር ፍጡራት

ብንፋስ ተነጺጉ ምስ ተደፍአ ደበና ተሰሊሞም ትሪኦም ክተኑ ብባና ክተኑ ናባና ሓንቲ ዓባይ ወርሒ ብዙሓት ከዋኽብቲ ጸረ ናይ ጸላም መብራህቲ ናይ ለይቲ ሽፋን ዓይኒ ቐንጢጦም ዝውግዱን ጸልማት ወርሕን ከዋኽብትና ይጠፈርፍ

ግምጃውያን ተቓለስቲ ምንጪ ናይ ብርሃንና ንሶም እዮም ከዋኽብቲ ንሶም እዮም ቶም መብራህቲ ዋልታ ናይ ሓፋሽ ግምጃውያን ተቓለስቲ ምንጪ ናይ ብርሃንና ንሶም እዮም ከዋኽብቲ ንሶም እዮም ቶም መብራህቲ